ከነንብብ ኢና እግዚኣብሔር ይመስገን ቅድሚኡ ግን እስኪ ኩላትና ብጸሎት መንፈስ ኮይንና ጎይታ ሎምዓንቲ ነቲ እትልእከለይ ቃል ክሰምዕ ከስተውዕል ክኽእል የእዛነይ ክፈተለይ ኢልና ክንጽሊ ኢና ንመንፈስ ቅዱስ ንዓድሞ እዝኒ ዘለዎ እቲ መንፈስ ንኣብያተ ክርስትያናት ዝብለን ይስማዕ ዝብል ቃል ስለዘሎ ክንገር ከሎ ቃልካ ንቃልካ ኣኽቢረ ክዝራእ ከሎ ቃልካ ንቃልካ ኣኽቢረ ክቕበሎን ከተግብሮን ክኽእል ርድኣኒ እናበልና ክንጽሊ ኢና እግዚኣብሔር ኣምላኽ ዝተመስገነ ይኹን ኣቦ ሎማዓንቲ ኣብዚ ቦታ እዚ ኣኪብካና ኣለኻ እሞ ጓሳይና ስለ ዝኾንካ ከምቲ ሕያዋይ ጓሳ ነባጊዑ ኣብ ልሙዕ ሻኻ ዘውዕለን ከምኡ ድማ ኣብ ልሙዕ ሸኻ ክንውዕል መጺእና ኣለና እሞ እግዚኣብሄር ከምቲ ብመዘምራን ኣሕዋትና ክትባርኸና ዝጸናሕካ ሕጂ ድማ ብቓልካ ክትባርኸና ንጸሊ ኣለና ቃሉ ልኢኹም ፈወሶም ካብ ጎዳጉዶም ድማ ኣናገፎም ድብል ጽሑፍ ኣሎ እሞ እግዚኣብሄር ቃልካ ከም ዝፍውስ ንኣምን ኣለና ቃልካ ክንገር ከሎ ካብቲ ወዲቕናዮ ዘለና ከም ንትስእ ካብቲ ደኺምናዮ ዘለና ከም እንብርትዕ ካብቲ ተስፋ ቆሪጽናዮ ዘለና ሓይሊ ከም ንረክብ ንኣምን ኢና እግዚኣብሔር ግናኸ ምስትውዓል ክትበና ጎይታ ንጸልይ ኣለና ቃልካ ክዝራእ ከሎ እናመጸ ዝምንጥል ብርግቢት ዝተመሰለ ብኣዕዋፍ ዝተመሰለ ሓይሊ ጸልማት ኩሉ ይሰበር ቃልካስ ኣብ ውሽጥና ደኣ ይሕደር ጎይታ ካባና ዘይውሰድ ግደ ንሱ እዩሞ እግዚኣብሔር ንቃልካ ክነኽብሮ ነቲ ዝመጸና ቃል ድማ ከነድምጽ ክንክእል ክትረድኣና ጎይታ ንጽሊ ኣለና ስለ ዓቢ ሽምካ ክትብል ብየሱስ ክርስቶስ ስም ኣሜን ኣብ ኢሳያስ ኣርብዓ ካብ ቁጽሪ ዕስራን ሸሞንተን ጀሚሩ ሚድያ እንተ ኣውጺኦምልና ደው ኢልና ከለና ከነንብብ ኢና ብሓንሳብ እታ ኣድልያትኒ ዘላ ኣብ ቁጽሪ ዕስራን ትሽዓተን ዘላ እያ እግዚኣብሔር ይመስገን ግን ካብ ዕስራን ሸሞንተን ከነንብብ ኢና ኢሳያስ ምዕራፍ ኣርብዓ ካብ ቁጽሪ ዕስራን ሸሞንተን እስካዕ ሰላሳን ሓደን ዘሎ ኩላትና ዓው ኢልና ከነብብ ኢና እግዚኣብሔር ይመስገን ኣሜን ዶ ኣሕዋተይ ንቕሕ ክንብል ኢና ሎምዓንቲ ሓጻር ቃል ኣምላኽ እየ ዘካፍል ኣኼባ ስለ ዘለና ምርጫ ስለ ዘለና እታ ዘካፍላ ቃል ግን መልእኽቲ ከም ትኾነልና ይኣምን እየ እግዚኣብሔር ይመስገን ናይ ሎምዓንቲ መልእኽቲ ከም ትኾነልና ይኣምን እየ እግዚኣብሔር ይባረክ ካብ ቁፅሪ ዕስራን ሸሞንተን ኢሳያስ ኣርብዓ ካብ ቁፅሪ ዕስራን ሸሞንተን እቲ ንወሰናት ምድሪ ዝፈጠረ እግዚኣብሔር ዘለኣለማዊ ኣምላኽ ከም ዝኾነ ከም ዘይደክምን ከም ዘይሕለልን ኣእምርኡ ከም ዘይምርመርን ኣይትፈልጥን ዶ? ኣይሰማዕካን ዶ ኢኻ? ንድኹም ሓይሊ ይህብ፣ ንስኑፍ ብርታዐ ይውስኽ። ኣጕባዝ ይሕለሉን ይደኽሙን ይሕለሉን፣ ኣባጽሕ ከኣ ሰንከልከል ኢሎም ይወድቁ። እቶም ንእግዚኣብሄር ዝጽበዩ ግና ሓይሎም ይሕደስ፣ ከም ንስሪ፣ በኽናፍ ይድይቡ ይጎዩ እሞ ኣይሕለሉን ይኸዱ እሞ ኣይደኽሙን ዝብል ቃል ኣሎ። እታ ኣብ ቁጽሪ ዕስራን ትሽዓተን ዘላ ግን ሰለስተ ግዜ ደጊምና ብሓባር ክንብላ ኢና። ንድኹም ሓይሊ ይህብ ንስኑፍ ከኣ ብርታዐ ይውስኽ ትብል። ተዳሊና ኣለና ኩላትና? ክልተ ሰለስተ እስኪ ንድኹም ሓይሊ ይህብ ንስኑፍ ከኣ ብርታዐ ይውስኽ። ኣይሰማዕኩኹምን ንድኹም ሓይሊ ይህብ። ንስኑፍ ከኣ ብርታዐ የውስኽ። እንደገና እስኪ ንድኹም ሓይሊ ይህብ ንስኑፍ ከኣ ብርታዐ ይውስኽ። ኮፍ ክንብል ኢና ኩላትና። ኣምላኽ ይመስገን ጎይታ ከም ዝረድኣኒ ይኣምን እየ። ኣብ ዝሓለፈ ሰሙናት ገለ ገለ ኣር ሓደ ኣርእስቲ ሒዝና ገለ ገለ ነጥብታት ርኢና ኔርና። እቲ ዝሓዝናዮ ኣርእስቲ ድማ እግዚኣብሄር ለጋስ ወሃቢ እዩ ኢልና ልግስና ናይ እግዚኣብሄር ኣብ ደቁ ሕልፍ ሕልፍ ኢልና ርኢና ርኤና ማለት እዩ። እግዚኣብሄር ለጋስ ወሃቢ ካብ ምዃኑ ዝተላዕለ ካብቲ ዝሃበና ዝኸበረን ዝዓበየን ህያብ ወዱ የሱስ ክርስቶስ እዩ ኢልና ንወዱ ንየሱስ ክርስቶስ ንዓና ብምልኣኹ ካብ ሞት ካብ ጥፍኣት ካብ ኢድ ጸላኢ ካብ ኢድ ጸልማት ኣድሒኑ ውሉድ ናቱ ንኽንከውን ውሉድ ተባሂልና ንኽንስመ ኣቦ ኣባ ኣቦ ኢልና ክንጽውዕ መንፈስ ውልድነት ኣብ ውሽጥና ከም ዘቐመጠ ርኢና ኔርና። ስለቲ ክቡር ህያቡ ስሙ ብሩኽ ይኹን ንዘለኣለም ኣሜን ክሰምዕ ካብዚ ዝዓቢ ህያብ ስለ ዘየለ ኢየሱስ ክርስቶስ ዘለዎ ናይ ዘለኣለም ህይወት ስለ ዘለዎ ካልኣይ እግዚኣብሔር ዝሃበና ህያብ ኢልና ንዓና ንውልዱ እግዚኣብሔር መንፈስ ቅዱስ ሂቡና ኢልና ኔርና ካልኣይ ክቡር ህያብና መንፈስ ቅዱስ ኢልና እንደገና ካልእ ህያብ ድማ ዘለኣለማዊ ህይወት ሂቡና ኢልና ኔርና ካልእ መሰል ውልድነት ሂቡና ኢልና ካልእ ድማ እግዚኣብሔር ቤተሰብ ሂቡና ኢልና ኔርና ኣብ ምድሪ ክንነብር ከለና እግዚኣብሔር ቤተሰብ ይህብ እዩ ቤተሰብ ህያብ ናይ እግዚኣብሔር ሕጂ እቲ ወሃቢ ዝብል ክገልጽ ስለ ዝደለኹ እየ እግዚኣብሔር ኩሉ ግዜ ወሃቢ ኣምላኽ እዩ ለጋስ ስለ ዝኾነ ድማ ካብ ምሃብ ዓዲ ውዒሉ ኣይፈልጥን ኣብ ደሓለፈ ብጐይታ ዝረኸብናዮም ኣሕዋት ድማ ካብ እግዚኣብሔር ዝተቐበልናዮም ኣብ ቤት ኣምላኽ ተኣኪብና ንኸነምልኽ ጸጋ ናታቶም ሼር ክንገብር እቲ እግዚኣብሔር ኣብኦም ዘቐመጦ ጸጋ ክንቅበል ኣብዛ ምድሪ እዚኣ ክሳዕ ናብ ጐይታ ንኸይድ ካብ እግዚኣብሔር ኣምላኽ ዝተቐበልናዮም ህያብና ድማ ኣሕዋትና ኢዮም ኢልና ኔርና እግዚኣብሔር ካብትን ካብትን ኣኻኺቡ ኣብዛ ቤተክርስትያን እዚኣ ተኣኪብና ንኣምላኽ ከነምልኽ እንተ ዘይትገብረና ብምንም ነገር ክንራኸብ ኣይምኸኣልናን ኔርና። ኣብ ዝሓለፈ ግዜ ከም ዝበልክዎ ዝመጽእ ዘሎ ዓመት መበል ሰላሳ ዓመተይ ኣብዚ ኦሃዮ ማለት እዩ ኣብ ኮሎምቡስ ተስፍሽ ድማ ቅድመይ መጽዩ መስለኒ ወይ ቅድመይ መጽዩ ኔሩ ሓንቲ መዓልቲ ተራኺብና ኣይንፈልጥን ዋላ ኣብ መንገዲ ዋላ ኣብ ገለ ከምኡ ድማ ካልኦት ማለት እዩ። ሓደ ድፈልጦ ካብ ቀደም ድፈልጦ ካብዚ ቤተክርስትያን ንዓወት ጥራይ ኣብ ናይ ኢትዮጵያ ቤተክርስትያን ዝነበርና ካልኦት ግን ዋላ ሓንቲ ኣይ ጎይታ እንተ ዘይተኣኻኽበ ናይ እግዚኣብሔር መንፈስ እንተ ዘይእክበና ነይሩ ከምዚ ኢልና ተኣኪብና ኣብ ቅድሚ ኣምላኽ ደው ክንብል ኣይምኸኣልናን ነይርና ሰለዚ የሕዋትና ህያባት ናትና እዮም ጸጋ ናይ ኣሕዋተይ ጸጋ ናይ ጳውሎስ ሓወይ ንዓይ በረኸት እዩ ጸጋ ናይ ፓስተር ንዓይ በረኸት እዩ ጸጋ ናይ ተኽሊት ንዓይ በረኸት እዩ ነዛ ማሕበር እዚኣ በረኸት እዩ ስለምንታይ እግዚኣብሄር ዘቐመጦ ህያብ ኣብ ውሽጦም ስለ ዘሎ ማለት እዩ ስለዚ በረኸተ እዮም ኢለ ክቕበል ካብ እግዚኣብሄር ዝተዋህቡ ነሕዋት እዮም ኢለ ክቕበል ናይ ግድነት እዩ ንዕኦም ተነጺገ ንኣምላኽ ነጽግ ኣለኹ ማለት እዩ ነቲ ዝረኣዮ ሓዉ ዘየፍቀረ ነቲ ዘይረኣዮ ኣምላኽ የፍቅሮ እየ ዝብል ሰብ ዋላ ሓደ ስለ ዘይክእል ማለት እዩ ሎማዓንቲ ግን ካልእ ሁበት እግዚኣብሔር ኣምላኽ እንሪኦ እንታይ እዩ እግዚኣብሔር ድማ ሓይሊ ይህብ እዩ እስካ እግዚኣብሔር ሓይሊ ይህብ ንበል ሓይሊ ኣምላኽ ስለ ዘለና እግዚኣብሔር ኩሉ ግዜ ሓይሉ ስለ ዝህበና እምበር ካባና ዋላ ሓደ እኳ ደው ክብል ዝኽእል ኣይምኸኣለን ነይሩ ብፍላይ ኣብ ክርስትና ውግእ ስለ ዘሎ ለይትን መዓልትን ከይተሓለለ ዝዋጋእ ጸላኢ ስለ ዘሎ ደው ክንብል ኣይምኸኣልናን ኔርና። እግዚኣብሄር ግን ንህዝቡ እንታይ ይህቦ እዩ? ሓይሊ እስከ ንበል ኩላትና ሓይሊ። ኣብዛ ዘንበብካ እና ጥቕሲ እንተ ርኤናዮ ንድኹም ሓይሊ ይህብ ይብለና። ደኺመ፣ ተሓሊለ፣ ኦሮማይ፣ ተስፋ ቆሪጸ፣ ዓቕሚ የብለይን፣ ክጽሊ ኣይክእልን፣ ቃል ኣምላኽ ከንብብ ኣይክእልን፣ ኣብ ቤት ኣምላኽ ክኸይድ ኣይክእልን፣ ኦሮማይ ኣብ ንብለሉ ግዜሲ እግዚኣብሄር ሓድሽ ሓይሊ ሂቡ ድማ የተስኣና። ኣብ መዝሙር ዕስራን ትሽዓተን ዓሰርተ ሓደ ከምዚ ዝብል ኣሎ እግዚኣብሔር ንህዝቡ ሓይሊ ይህቦ እግዚኣብሔር ንህዝቡ በሰላም ይባርኮ ይብል እግዚኣብሔር ንህዝቡ እንታይ ይህቦ ኣታ ሓይሊ ወኣታ ሓይሊ ንበል ሓይሊ ይህበና እግዚኣብሔር እግዚኣብሔር ንህዝቡ እንታይ ይህብ? ሓይሊ ይህቦ እዩ። ነቲ ዝተሓለለ፣ ነቲ ተስፋ ዝቆረጸ፣ ነቲ ኦሮማይ ዝበለ እግዚኣብሔር ኩሉ ግዜ ሓይሉ ይህቦ እዩ። እግዚኣብሔር ሓይሉ ይሃብኩም ኩሉ ግዜ። ምትሳእኩም ብሓይሊ ይኹን፣ ምድያብኩም ብሓይሊ ይኹን፣ ኣገልግሎትኩም ብሓይሊ ይኹን፣ ሓዳርኩም ብሓይሊ ይኹን። ብሓይሊ እግዚኣብሔር ኣምላኽ ስሙ ዝተባረኸ ይኹን። እግዚኣብሔር ንህዝቡ ሓይሊ ይህቦ እዩ። ኣነ ብጉልበተይን ብሓይለይን ተኣማሚነ ዘይኮነስ እግዚኣብሄር ኣብ ጸጽባሕ ሓይሊ ከም ዝህበኒ ተኣሚነ ይምብርከኽ። ጥራሕ ጥርሐይ ከም ዘይመልሰኒ ድማ ይኣምን እየ። ጥርሐይ ከም ዘይመልሰኒ ይኣምን እየ። እስከ ከማይ ዝኣምን ሰብ እንተ ሃልዩ ተንበርኪኸስ እግዚኣብሄር ኣዕጢቑ እዩ ዝመልሰኒ እስከ ንበል። ሓይሊ ክብል ከለኹ ብዛዕባ እዚ ደጋዊ ሓይሊ ኣይኮነን። እዚ ደጋዊ ሓይሊ ናብ ኤክሰርሳይስን ናብ ዳይትን ንግደፎ ደሓን እዩ። እግዚኣብሔር ብርግጽ ይባርክ እዩ ግን ሞስትሊ ብቀሊሉ ብስፖርትን ብገለን ቢውልድ ክንገብሮ ንክእል እዩ ኣብ ቃል እግዚኣብሔር ሓይሊ ክብል ከሎ ግን ኩላትና ከም እንፈልጦ ኣብ ኤፌሶን ሰለስተ ዓሰርተ ሽዱሽተ ብመንፈሱ ኣብቲ ናይ ውሽጢ ሰብ ብሓይሊ ምእንቲ ክትብርትዑ ከምቲ ሃብቲ ክብሩ ክህበኩም እጸሊ ኣብቲ ናይ ውሽጢ ሰብ ብሓይሊ ክትብርትዑ ይብል ስለዚ ናይ ውሽጢ ሰብ ኣሎ ማለት እዩ ካብዚ ምስጋና ዝረኣ ንላዕሊ እግዚኣብሔር ኣብ ውሽጥና ዘቐምጦ ሓይሊ ኣሎ። እቲ ሓይሊ እቲ ክለዓል ከሎ ጸላኢ ኣብ ቅድሜና ደው ክብል ኣይክእልን እዩ። እቲ ሓይሊ እቲ ኣብ ውሽጥና ክመልእ ከሎ ነገራት ኣብ ክለዓሉ ኣይክእሉን እዮም፣ ክሕይሉና ኣይክእሉን እዮም። እግዚኣብሔር ነቲ ናይ ውሽጢ ሓይልና ይሓድሶ። ኣሜን ዶ ክሰምዕ? ሎሚ እሱ'ዩ ዘድልየና ዘሎ ኣሕዋተይ። ኣብ ቤት ኣምላኽ ሰባት ምግልጋል ስኢኖም ዘለዉ። ሰባት ብፍቕሪ ምንባር ስኢኖም ዘለዉ። ሓዳራት ዝበታተን ዘሎ። ነገራት ከምዝን ከምትን ዘሎ ንምንታይ እንተ ኢልና እግዚኣብሄር ኣምላኽ ኣብ ውሽጥና ሓይሊ ስለ ዘይመልኤ። እቲ ሓይሊ እቲ ክህሉ ከሎ ግን ዝናወጽ ሓይሊ ጸላኢ ኣሎ። ሎሚ ይባርኸኩም ኣለኹ። እግዚኣብሄር ብሓይሉ ይምልኣኩም። ሃሌሉያ። ኣነ ንርእሰይ እናሰበኩ እየ ዝዛረብ ዘለኹ። ነገራት ከም ዝብልሽው ሽው ሽው ሽው ክብሉ ከለዉ ኣብ እግዚኣብሔር ኣምላክ ክንምብርከኽ ከለና ሓድሽ ሓይሊ ሒዝና ንትስእ እግዚኣብሔር ኣምላክ ዝተመስገነ ይኹን እቲ ሓይሊ ጉዳይ ዕድመ ኣይኮነን ጉዳይ ንእስነት ኣይኮነን ጉዳይ ፆታ ኣይኮነን ወይ ድማ ጉዳይ ደጋዊ ትርኢት ኣይኮነን ጉዳይ ውሽጣዊ ነገር እዩ እግዚኣብሔር ነቲ ሓይሊ እቲ ኣብ ውሽጥና ክመልኦ ከሎ ኣብ ቅድሜና ደው ዝብል የለን ነዊሕ ትምህርቲ እዩ ግን ሕልፍ ሕልፍ ኢለ ክኸይድ እየ። ዳዊት ኣብ መዝሙር ዓሰርተ ሸሞንተ ሓደ እንተ ርኢናዮ ካብ ኢድ ኩሎም ጸላእቱን ካብ ኢድ ሳኦል ካብቶም ንዕኡ ከጥቅዕዎ ዝለዓሉ ዝነበሩ ምስ ኣድሓኖሲ ከምዚ ኢሉ ዘመረ ዝብል ቃል ንርኢ ዎ እግዚኣብሔር ሓይለይ የፍቅረካ እየ ሃሌሉያ ሳኦል የሳድዶ ነይሩ። ጎልያድ ክሃርመዩ እዩ። ፍልስጤማውያን ከውዕዖ ይለዓሉ ነይሮም። ኣቤሴሎም ይለዓሉ ነይሩ። ዘይሓለፎ መከራ የለን። እንተረኣየ ግን ዘይወድቕ ጦር ተተወርወረሉ ዘይውጋእ ሳኦል እንተሳደዶ ዘይስነፍ ኣቤሴሎም እንተተላዕሎ ድማ ዋላ ሓንቲ ነገር ዘይከውን እንተረኣየሲ ለካ እሱ ሃዳማይ በቃ ደድሕሪ ምድረ ኣብ ምድረ በዳ ዝጎይ ደኣ ይኹን እምበር ገለ ዘድሕኖ ኣሎ ዝኣምኖ ኣምላኽ ኣለዎ ካብ ኢድ ድቢ ካብ ኢድ ኣንበሳ ዘናግፎ ዝነበረ ኣምላኽ ምስኡ ከም ዘሎ ይፈልጥ ነይሩ ደሓር መዝሙር መጺሉ ተራ መዝሙር ኣይኮነን ኣሕዋተይ እዚ መዝሙር እዚ ድንቂ መዝሙር እዩ ካብ ኢድ ጸላእቱ ካብ ኢድ ካብ ኪድ ኩሎም ዝጻረርዎ ምስ ኣድሓኖ ክዝምር ከሎ እንታይ ኢሉ ዎ እግዚኣብሔር ሓይለይ እስከ ዓው ኢልና ከምኡ ንበል ዎ እግዚኣብሔር ሓይለይ በቃ ሓይለይ እዩ እግዚኣብሔር ኣምላኽ ዘሳግረኒ እግዚኣብሔር ጸላእቲ ክለዓሉ ከለዉ ከጥቅዑኒ ኢሎም ክለዓሉ ከለዉ ዘሳግረኒ ኣሎ ንሱ ድማ መን እዩ እግዚኣብሔር መዝሙርና እዚ ይኹን ኣሕዋተይ ሎማዓንቲ ይባርኸኩም ኣለኹ መዝሙርና ንሱ ይኹን በቃ ብመከራ ክንሓልፍ ከለና ወእግዚኣብሔር ሓይለይ ንበል። ህዝቢ ኣምላኽ መልእኽቲ ይነግረኩም ኣለኹ። 2026 ተሰኒፍና ኣይንሓልፎን ኢና። ጸላእ እናባጨወልና ኣይንሓልፎን ኢና። እናሽካዕለለና ጎልያድ ኣይንሓልፎን ኢና። ኣብ ልዕሊ ህዝቢ እግዚኣብሔር ዝለዓል ዘበለ ምኽሪ ጎልያድ ዘፍርስ ናይ እግዚኣብሔር ሓይሊ ኣብ ውሽጥና ዘቐመጦ ሓይሊ ኣሎ። መዝሙርና ድማ ወ እግዚኣብሔር ሓይለይ የፍቅረካ እየ እግዚኣብሔርሲ ከውሕይ ዕርደይ መናገፍየይ ዝሃድመሉ ጸግዐይ እዩ ክንብል ኢና እግዚኣብሔር ይመስገን ኣይሕይለናን ጸላይ ኣይሕይለንን እስከ ንበል ኩላና ኣይሕይለንን ክንብርከኽ ከለኹ ሰራዊት ከናውፅ እየ ድምፂ እግዚኣብሔር ምስ ጸዋዕኹ ኣብ ሓንቲ መዝሙር ኣላ እንታይ ትብል

ናብ ከኒና ኣይንጎይን ኢና ናብ ናብ ኣንቲ ዲፕሬሽን ኣይንጎይን ኢና ክንደይ ዘይፈተነና ብከምኡ እንተ- ከምኡ ነይሩ ተትኾንሞ ብልቃጥ ምሉእ መ- መወሰድና ነይርና ማለት እዩ እግዚኣብሄር ኣምላኽ ግን ከናግፍ ዝኽእል ኣምላኽ እዩ ስሙ ብሩኽ ይኹን ንዘለኣለም ስለዚ ዳዊት ክዝምር ከሎ እንታይ ኢሉ ወእግዚኣብሔር ሓይለይ የፍቅረክ ብዙሓት ናይ ኣምላኽ ሰባት ክንሪኦም ከለና ኣብ ቃል እግዚኣብሔር ብሓይሊ እግዚኣብሔር ኣምላኽ ተመሊኦም ነጸላኣት ዝሰዓሩ ቆጺርና ኣይንውድኦምን ኢና ምስቲ ግዜ ግን ካብቲ ክዳለው ከለኹ ዝረኣኹዎ ሓደ ሳምሶም እዩ ነይሩ ኩላትና እንፈልጦ ሳምሶም ብሓይሊ እግዚኣብሔር ኣምላኽ ካብ ኢድ ፍልስጤማውያን ንህዝቢ እስራኤል ከናግፍ ዝተላእኸ መልእኽተኛ እዩ ነይሩ ብዙሕ ግዜ ብዛዕባ ሳምሶም ድርኣናዮም ፊልምታት ቆልዑት ከለናሲ ሳምሶም ኢሉ ኣክተር ኮይኑ ዝዓዪ ገጅፍ ከምዚ ቅልጽም ዘለዎ ገለ ኢና ኣብ ኣስመራ ዝከረኒ ፒት ካርሸሊ ሳምሶም ዳቦ ቤት ትብል ኔራሲ ዘይርስዓ ሕጂ ተዓጽያ ትኸውን ኣብቲ ስእሊ እንተ ተዝክሩ ኮንኩም ዓቢ ሰብኣይ ከምዚ ቢልዲንግ እና ናፍረሰ ከሎ ቅልጽም ገለመለ ዘለዎ እያ ትም ሕጂ ክሪኣ ከለኩ ገርመኒ ነይሩ ኣብ ቃል እግዚኣብሄር ጉዳይ ቅልጽም ኣይኮነን ናይ ሳምሶም ቅልጽም ስለ ከምኡ ድብልስ ኣብ ቃል እግዚኣብሄር ኣምላክ ኣይ ኣየንበብኩን ደለኩ ብዙሕ ግዜ መጽሓፍ ቅዱስና ብግልጽ ዝዛረብ መጽሓፍ እዩ ብዛዕባ መልክዕ እንተ ዀይኑ፣ ዳዊት ድማ መልክዐኛ ነበረ ይብል። ብዛዕባ ሳኦል እንተ ዀይኑ፣ ሳኦል ድማ ነዊሕ፣ ገጂፍ፣ ቁመተኛ ነበረ፣ ገለ እናበለ ይገልጽ እዩ። ብዛዕባ ሳምሶም ግን ጭዋዳታት ናይ ሳምሶም ኣብ መጽሓፍ ቅዱስ ኣይተገልጸን። ከምዚ ዓይነት ቅልጽም ነይርዎ ዝብል ኣይተገልጸን። ቃል ኣምላኽ ክነግረና ከሎ ግን ብፍላይ ኣብዚኣ ጥቕሲ እዚኣ ከንብበልኩም። መሳፍንቲ ዓሰርተ ኣርባዕተ ሽዱሽተ ሽዑ ሳምሶም ኣቦኡን ኣዲኡን ናብ ቲምናታ ወረዱ፣ ናብታ ኣብ ቲምናታ ዘላ ኣትኽልቲ ወይኒ ምስ መጹ ድማ፣ እንሆ ሽደን ኣንበሳ እናጓዘመ ተቐባበሎ፣ መንፈስ እግዚኣብሄር ከኣ ወረዶ ዝብል ቃል ኢና ንርኢ። እቲ መንፈስ እግዚኣብሄር ኣምላኽ ምስ ወረዶ ድማ ኣብ ኢዱ ገለ እኳ ዘይብሉ ክነሱ ንማሕስእ ከም ዝሰላልዖ፣ ነቲ ኣንበሳ ክተላልዖ ከሎ እዩ። መንፈስ እግዚኣብሄር እዩ ሓይሉ ነይሩ እምበር ቅልጽሙ ኣይነበረን። እንደገና መሳፍንቲ ዓሰርተ ሓሙሽተ ዓሰርተ ኣርባዕተ እንተ ርኣና ድማ ናብ ሌሒ ምስ መጸ ኸኣ እቶም ፍልስጤማውያን እልል እናበሉ ተቐበልዎ፣ መንፈስ እግዚኣብሄር ድማ ናብ ልዕሊኡ ወረደ፣ እቲ ኣብ ቀላጽሙ ዝነበረ ኣግማድ ከኣ ሓዊ ከም ዝበልዖ ፈትሊ እንጣጢዕ ኰነ፣ እቲ ማእሰሪኡ ኸኣ ካብ ኣእዳዉ መኸኸ ይብለና። እዚ ሓይሊ እዚ ኣብ ቅድሚ ፍልስጥኤማውያንን ኣብ ቅድሚ ጸላእቱን በቃ በቃ ዘዐውቶ ዝነበረ ሓይሊ እዩ ነይሩ። ናይ ኣማኒ ሓይሊ ደጋዊ ሓይሊ ኣይኮነን፣ እቲ ውሽጣዊ ሓይሊ እዩ። ካብ ከናፍርና ዝወጽእ ቃል፣ ኣብ ጸሎትና ኣብ ቅድሚ ኣምላኽ እነቕርቦ ጸሎት ሓይሊ ከም ዘለዎ ክንኣምን ይግብኣና እዩ። ኣምላኽ ይመስገን። ካልእ እንሪኦ ካብ መጽሓፍ ቅዱስና መን እዩ እንተ ኢልና ድማ ካሌብ እዩ። ኩላትና ከም እንፈልጦ ካሌብ ምስ እያሱ ኮይኖም ኣብ ቅድሚ ሙሴ የገልግሉ ከም ዝነበሩ ቃል እግዚኣብሔር ኣምላኽ ይነግረና እዩ። ሓደ ግዜ ቃል እግዚኣብሔር ከም ዝዛረብ ኣብ ዘሁልቁ ምዕራፍ ዓሰርተ ሰለስተ ሙሴ ንኽስልዩ ኢሉ ምስ ሰደዶም እቶም ዓሰርተ ምስኡ ዝኸዱ ሰለይቲ ዓሰርተ ክልተ እዮም ነይሮም። እቶም ዓሰርተ ሕማቕ ዝኾነ ዜና ነቲ ህዝቢ ከምጽሉ ከለዉ ርኢናዮም ኣለና። ኣብ ዘሆልቍ ምዕራፍ ዓሰርተ ሰዓት ዓሰርተ ሰለስተ ቁጽሪ ዕስራን ትሽዓተን ኣብታ ሃገር ዝነብር ህዝቢ ግና ሓያል እዩ፣ እተን ከተማታት ከኣ እተዓርዳን ኣዝየን ዓበይትን እየን፣ ኣብኡ ድማ ደቂ ዓናቕ ርኤና። ኣብ ሃገር ደቡብ ኣማሌቕ ይነብር ኣሎ፣ ኣብ ኣኽራን ከኣ። ሔታውያንን የቡሳውያንን ኣሞራውያንን ይነብሩ ኣለዉ፣ ኣብ ጥቓ ባሕርን ብሸነኽ ዮርዳኖስን ከኣ ከነኣናውያን ይነብሩ ኣለዉ። እታ ኽንስልያ ዝሓለፍናያ ምድሪ፣ ንሳ ነቶም ዚነብርዋ እትውሕጥ ምድሪ እያ። እቶም ኣብኣ ዝርኤናዮም ህዝቢ፣ ኵሎም ህዝቢ ኸኣ ነዋሕቲ ሰባት እዮም። ኣብኣ ድማ ኻብ ንጉዓት ዓሌት፣ ንጉዓት ደቂ ዔናቕ ርኤና፣ ንሕና ኣብ ዓይንና፣ ከም ኣንበጣ ዀንና፣ ኣብዒንቶም ከኣ ከምኡ ነበርና ዝብል ናይ ስንፍና ቓል ንልቢ ህዝቢ ኣምላኽ ዘሐልል ቃል ከውጽኡ ከለዉ ርኢናዮም። እቶም ዓሰርተ፣ ተኸቢብና ኢና ከም ዝብሉ ዘለዉ ብዅሉ መልክዕ ክርእይዎ ከለዉ፣ ተኸቢብና ኣለና፣ ኣብ ቅድሚ እቶም ጸላእትና ክንረኣይ ከለናሲ ንሕና ከም ኣንበጣ ኢና ዝብል ተስፋ ዘቝርጽ ንህዝቢ ኣምላኽ፣ ህዝቢ ኣምላኽ ኣብ ድንኳኑ ኣትዩ ኡይ ንኽብል፣ ንኽበኪ፣ ተስፋ ንኽቈርጽ ክገብርዎ ከለዉ፣ እዚ ካሌብ ዝተባህለ ናይ ኣምላኽ ሰብ ግና ከምዚ ዝብል ቃል ክዛረብ ርኢናዮ ኣሎና። እግዚኣብሄር ኣብ ውሽጡ ዘቐመጦ ሓይሊ ንኽእላ ኢና ዝብል ሓይሊ እዩ። ኩነታት ከቢድ እዩ፣ እቶም ሰባት ኣዝዮም ብርቱዓት እዮም፣ ከተማታት ዕሩድ እዩ፣ ክንረኣይ ከለና ኣብ ቅድሚኦም ወላ ሓንቲ ዋጋ የብልናን ግን ኩሉ ዝኽእል እግዚኣብሔር ድማ ኣሎ ሓይሊ ዘዕጥቕ ሓይሊ ዝህብ ኣምላኽ ድማ ኣሎ ኢሉ ካሌብ ከዓ ነቲ ህዝቢ ኣብ ቅድሚ ሙሴ ኣህዶ ኣጸቢቕና ንኽእል ኣይና እሞ ንደይብ ደኣ ነታ ምድሪ ንውረሳ ድማ በለ ዝብል ቃል ንረክብ እዚ ብእምነት ዝተመልአ ናይ ንኽእል ኢና ዝብል መንፈስ ዘለዎ ሰብ ድማ ዋላ ድሕሪ ነዊሕ ግዜ እውን እንተ ደኣ ርኢናዮ ከምቲ ሙሴ ብንእስነተይ ከለኹ ወዲ ኣርባዓ ዓመት ከለኹ ዝልእከኒ ዝነበረ ሕጂ እውን ሓይለይ ከምኡ እዩ ሓይለይ ከምኡ እዩ ኢሉ ድማ እንደገና ንውግእ ዝተዳለወ ሰብ ክኸውን ከሎ ኢና እንርኢ ኣብ መንጎ ኣርብዓ ዓመትን ኣብ መንጎ ሰማንያን ሓሙሽተን ዓመትን ዓብዪ ፍልልይ ኣሎ። ሰውነትና ማስላትና ኩሉ እናደኸመ እናደኸመ እናደኸመ እዩ ዝኸይድ። ክረአይ ከሎ ጊዴዎን ድኹም መሲሉ ክረአ ይኽእል ይኸውን፣ ኣብ ውሽጡ ግን ሓይሊ ከም ዘሎ ርኢናዮ ኣለና። ከምቲ ናይ ቀደመ፣ ከምቲ ሙሴ ኺልእኸኒ ከሎ ዝነበረኒ ሓይሊ፣ ሕጂውን ሓይሊ ኣለኒ። ህዝቢ ኣምላኽ ተስፋ ኣይንቖርጽን ኢና፣ እግዚኣብሄር ይመስገን። እቲ ቀደም ዝነበረ ሓይሊ ሕጂውን ኣሎ፣ ዘይልወጥ። ስለምንታይ? እግዚኣብሄር ዘይልወጥ ኣምላኽ ስለ ዝኾነ። ስለዚ እንታይ እየ ድብል ዘለኹ እግዚኣብሔር ንህዝቡ እንታይ ይህቦ እስከ ሓይሊ ንበል ኩላትና እግዚኣብሔር ንህዝቡ እንታይ ይህቦ ሓይሊ ይህቦ እግዚኣብሔር ኣምላኽ ዝተመስገነ ይኹን ጎይታና የሱስ ክርስቶስ ቅድሚ ናብ መስቀል ምኻዱ ንደቀ መዛሙርቱ ዝሃቦም ሓደ ዓብዪ ተስፋ ነይሩ ብዙሕ ተስፋታት ሂብዎም እዩ ይኸይድ ከም ዘሎ ቦታ የዳልወሎም ከም ዘሎ ሓቢርዎም እዩ ካብቲ ዝሃቦም ተስፋታት ሓደ እንተ ርኢና ድማ ኣብ ሉቃስ ዕስራን ኣርባዕተን ኣርብዓን ትሽዓተን ከም ንረኽቦ ኣነ እንሆ ኣነ ተስፋ ኣቦይ እሰደልኩም ኣለኹ ንስኻትኩም ግና ካብ ላዕሊ እስኪ መልኡለይ ስቂልኩም እንታይ ሓይሊ ክሳዕ እትለብሱ ኣብ ከተማ የሩሳሌም ጽንሑ በሎም ሓይሊ ሰለስተ ዓመት ምምሃሮምሲ ብቑዕ ኮይኑ ኣይነበረን መስለኒ that's why ናይ መስቀል ፈተና ምስ መጸ ኩላቶም ክወድቁ ከለዉ ንሪኦም ጎይታ ግን ንዕኦም ዘዳለወሎም ኣለዉ ናብ ናብ ከመባግዕ ኣብ ማእከል ተዃሉ ክሰዶም ከሎሲ ጥርሖም ክሰዶም ኣይደለየን ተስፋ ክህቦም ከሎ ኢና ንሪኦ። እቲ ተስፋ ድማ ተስፋ መንፈስ ቅዱስ እዩ። ሓይሊ ክሳዕ እትለብሱ ኢልዎም። ኣምላኽ ዝተመስገነ ይኹን። እግዚኣብሔር ንህዝቡ ሓይሊ ይህቦ እዩ። እግዚኣብሔር ካብ ድኻም ይሓልወና ኣሕዋተይ። ከም ካሌብ ሓይልና ምሉእ ኮይኑ ኣብ ቅድሚ ኣምላኽ ከነገልግል፣ ዋላ ዕድመይ ይንዋሕ፣ ዋላ ይእረግ፣ ዋላ ዘመናት ይሕለፍ፣ ከምቲ እግዚኣብሄር ክጽውዓኒ ከሎ ዝነበረኒ ጸጋ፣ ከምቲ እግዚኣብሄር ክጽውዓኒ ከሎ ዝነበረኒ ሓይሊ፣ ሕጂ'ውን እቲ ሓይሊ እቲ ኣብ ውሽጢይ ኣሎ እናበልና ተዋጋእቲ ክንከውን እግዚኣብሄር ጸግኡ የብዝሓልና። እግዚኣብሄር ይመስገን። ብፍታው እዩ እግዚኣብሔር ሓይሊ ዝህብ ንህዝቡ ሓቲቶም ሞ ይኮኑ ደቀ መዛሙርቱ እስኻ ምስከትካስ ብድሕሪኻ እንታይ ኢና ክንገብር ገለ ነገር ዶ ክትበና ትኽእል ኣይበልዎን ንጎይታ ባዕሉ እዩ ዝብሎም ዘሎ ሓይሊ ክትለብሱ ኢኹም ኣሜዚን ዝኾነ ሓይሊ ኣብ ቅድሚ ዓበይቲ ኣብ ቅድሚ ነገስታት ኣብ ቅድሚ ሓያላት ከቑመኩም ዝኽእል ሓይሊ፣ ንሓይሊ ጸልማት ክትስዕርሉ ዘኽእለኩም ሓይሊ ክትለብሱ ኢኹም። እቲ ሓይሊ እቲ ምስ ለበስኩም ድማ ንዓይ መሰኻኽረይ ክትኮኑ ኢኹም ኢሉዎም ኣብ ግብረ ሃዋርያት ምዕራፍ ሓደ ቁጽሪ ሸሞንተ ድማ እንተ ርኢና ስለዚ እግዚኣብሔር ንህዝቡ እንታይ ይህቦ እየ ድብል ዘለኹ ሓይሊ ይህቦ እዩ ተስፋ ዝቆረጽካ ሓወይ ሎምዓንቲ ክደግረካ ብመንፈስ ኣምላኽ ተስፋ ዝቆረጽካ ሓብተይ ሎምዓንቲ ክነግረኪ ሓይልና ክውዳእ ከሎ ናብ ሰብ ኣይንጉየ ሓይልና ክውዳእ ከሎ ናብ ካልእ ነገር ኣይንጉየ ናብቲ ንስኑፍ ሓይሊ ዝህብ እግዚኣብሄር ክንብርከኽ ከለና እግዚኣብሄር ደው የብለና እዩ ስሙ ዝተመስገነ ይኹን ጥራሕና ክንኣቱ ክንወፅእ ናይ እግዚኣብሄር ፍቓድ ኣይኮነን ብድሕሪ ናይ ሰይጣን ከሽካዕልለና ናይ እግዚኣብሔር ፍቓድ ኣይኮነን። ኣምላኽካ ኣብየ ኣለኹ ለና ናይ እግዚኣብሔር ፍቓድ ኣይኮነን። ናይ እግዚኣብሔር ፍቓድ በርቲዕና ወፂእና ንርእሴና ክኢልና ንብዙሓት ንበረኸት ንክንከውን እዩ። እዛ ዓመት እዚኣ ናይ በረኸት ዓመት ትኹነልና ኣሕዋተይ። ናይ ምትሳዕ ዓመት ይኹነልና። ሓደ ሓደ ግዜ ዝገርመኒ ኣሎ ክንደክም ከለና ብመንፈሳዊ ነገርሲ ኣነ ድገብሮ ዝነበርኩ ማለት እዩ ቀደም ዝገብሮ ዝነበርኩ ደይኣትዎ ፍሉጥ ዝብሃል ናይ ቲቪ ሰበኻ የለን ኣብቲ ሓደ ይርኢ ኢድኩም ኣልዒልኩም ጸልዩ ክበሃል ከሎ ኢደይ ኣልዒለ ይጸሊ ጭንቀት እዩ ነይሩ ሽዑ በይነ እየ ነይረ ዘሕግዝ በቃ ጽልምት ዝበለየ ነገር ነይሩ ድሓር ካልእ ቻነል ከዓ ይመጽእ ቲቪኤን ቻነል ዝበሃል ነይሩ ናይ ሕጂ ኣሎ ተኮይኑ ስለ ዘይርኢ ማለት እየ ሽዑ ናብቲ ሓደ ተራእኸዎሲ እዚ ኩሉ ዝነበረኒ ኤክስፒርየንስ ዳርጋ ሰንደይ ዮብዚ ምስ መጻኹ ማለት እዩ እቲ ናብራን እቲ ገለን ድሓር ጎይታ ዝመሃረኒ ነገር በቲ እንተበልኩ በቲ እንተበልኩ ምሕያል ኣብየኒ ተኽሊት ሓወይ በቃ በቃ ስጠይጥረ ዲፐንደብል ኮይነ ማለት እዩ በኒን ክወፅ ከሎ ኢድኩም ፀዓኑ ብል በቃ ከምኡ ኢለ ይብል ሃቡ ይብል ኣውፅኤ ከዓ ይህብ ማለት እዩ ተንደ ስራሕ ኮን ኦቨርታይም በቃ ጨኒቕን እዩ ድሓር እግዚኣብሔር እንታይ ገይሩ መስለኩም ምስክርነት እያ እዚኣ ክነግረኩም ከይተጸበኽዎሲ ካብቲ ድሰርሓሉ ዝነበርኩ ስራሕስ ፋየር ገይሮምኒ ፋየር ገይሮምኒ ለካ ሽዑ ሓዚነ በቃ ኣታ ጎይታ ኣብዚ በይነይ እንዳተቐመጥኩ ፋየር ክገብሩኒ ኢለ ምስ ጎይታ ክማወገት ጀምር ለካ እግዚኣብሔር ዓላምኡ ትሽዓተ ወርሑ ምልኡሲ ልኩት ኣቢልዋ እንታይ ትበሃል እዚ ኣፕሊኬሽን ተመላእኩ ገለ ተመላእኩሲ ስራሕ ድበሃል የለ ድሓር ድሕሪ ሰሙን ገለ እንታይ ናኾንኩ መጽየ ምስለኩም እቲ ናይ ቀደም ዝነበረ መንፈስ ክምለስ ጀሚሩ ክንብርክኽ ክጽሊ ግዜ ምስ እግዚኣብሔር ከሕልፍ መዝሙር ክዝምር ምስ ጀመርኩ እቲ ሓይለ እግዚኣብሔር እናሓደሶ እግዚኣብሔር ሓይለይ እናሓደሶ እንኳይ ትሽዓተ ወርሕሲ ንምንታይ ትሽዓተ ዓመት ዋላ ደይኮን ኣብታ ሽዑ ዝነበርኩሉ ግዜ ብእግዚኣብሔር ብሓይለይ ክሕድሶ ከሎ ርኤ ኣምላኽ ዝተመስገነ ይኹን እረ እግዚኣብሔር ኣምላኽ ዝተመስገነ ይኹን እግዚኣብሔር ንሓይልና ይሕድሶ እዩ ቢዚ እንዲና ንሕና ኦቨርታይም ክንሰርሕ ናብትን ናብትን ክንብል በቃ ብጣዕሚ ቢዚ ኢና ሎመዓንቲ ግን እግዚኣብሔር ይራሕራሓልኩም ይብለኩም ኣለኹ ሓይልኹም ይሓድሶ ሽዑ ምስ ተሓደሰ መን በቃ ኣነ ብ ሰከንድ ፍሎር እየ ዝነብር ነይረ ኣፓርትመንት ኣብቲ ትሕተይ ከዓ ካልእ ኢትዮጵያን ቸርችላ ሕጂ ጸላይት ነይራ በቃ ንሳ ኣብቲ ኮይና ብቋንቋ ትጽሊ ኣብ ገዛ ይሰምዓ ኣነ ክልቴና ከኣ ኣይንሰርሕን ኢና ንሳ ምስ በዓል ቤታ ኣብ ትቕመጥ ኣይነ ከኣ ሲንግል እየ ነይረ በቃ እቲ ድምጺ ናይ እግዚኣብሔር መንፈስ እዚ ኣብኡ ንቃባበል ነርና ማለት ሽዕኡ ዝነበረ ኣብ በረኽት ምድያብ ከምኡ ይምለሰልካ እስኪ በሉኒ ኣሜን እግዚኣብሔር ንሓይሊ ይሕድስ እየ ዝብለኩም ዘለኹ ጎይታ ንሓይልና ክሕድሶ ይደሊ እዩ ኩሉ ግዜ ኩሉ ግዜ በቃ ሓይሊ ክሳዕ ትለብሱ ካብ የሩሳሌም ከይትወጹ ኢሉ። ስለዚ ድማ ኣብ ግብሪ ሃዋርያት ክንርኢ ከለና እግዚኣብሄር ኣምላኽ ቃሉ ብቃሉ ክነግረና ከሎ ሃዋርያት ከኣ ብብዙሕ ሓይሊ ብዛዕባ ትንሳኤ ጎይታና የሱስ ክርስቶስ ይምስክሩ ነበለ ነበሩ ኣብ ኩሎም ከኣ ዓብዪ ጸጋ ነበረ ዝብል ቃል እንረክብ ኣምላኽ ዝተመስከነ ይኹን። ሎሚ እግዚኣብሄር ንኩላትና ብሓይሊ ክንመላለስ ይደልየና ኣሎ ኣምላኸይ ካብ ድኻም ይሓልኹም እግዚኣብሔር ኢድ ሰብ ካብ ምጥማት እግዚኣብሔር ይሓልኹም ኢደንብሮ ካብ ምጥማት እግዚኣብሔር ይሓልኹም ኢድ ምንባር ኣይኮነን ዝቃወም ዘለኹ ግን ኩሉ ግዜ ከም ህፃን ኣብ ዝባን ሰብ ተሰቒልና ኣይንንበር እቲ ኣብ ሓውና ዘሎ ጸጋ ኣባና ከም ዘሎ ከዓ ንፍለጥ እንተ ብብርታዐ እንተ ብድኻም እግዚኣብሔር ንህዝቡ ይርሕርሓሉ እዩ እግዚኣብሔር ይመስገን ኣሜን ኣታ ኣሜን ሎሚ ንእግዚኣብሔር ኣምላኽ ዝልምኖ ስለ ርእሰይ ስለ ኩልኻትኩም ኣብ ጸጽባሕ ዝሕደስ ሓይሊ እግዚኣብሔር ኣምላኽ ይሃበና ንሱ ወሃቢ ስለ ዝኾነ ካብቲ እግዚኣብሔር ንዓና ዝህበና ህያባት ሓደ እንታይ እየ ለለኹ እግዚኣብሔር ይመስገን ሓይሊ እዩ ኢልና ኣለና እግዚኣብሔር ድማ ንህዝቡ ሓይሊ ካብ ምሃብ ንድሕሪት ኣይብልን እዩ ከምቲ ኣቐዲምና ዘንበብናዮ እግዚኣብሄር ንህዝቡ ሓይሊ ይህቦ፣ እግዚኣብሄር ንህዝቡ ብሰላም ይባርኾ። እስከ ድገምዋ ደድሕረይ፣ እግዚኣብሄር ንህዝቡ ሓይሊ ይህቦ፣ እግዚኣብሄር ንህዝቡ ብሰላም ኣይሰማዕኩኹምን። እግዚኣብሄር ይመስገን።